ተሌፎንካ ምሉእ መዓልቲ ቲክቶክ ካብ ትርእየላ ትውዕል እንድሕር ስድራ ቤት ኣለውኻ እንድሕር ቆልዑ ኣለውኻ ንስኻ እቲ ኣፕ ኣውርዳ ደቅኻ ኣበይ ኣለዉ ኣብ ትምህርቲ ኣብ ክላስ ከማን ኣብ ውሽጢ ክላስ እንታይ ገብሩ ኣለዉ ከማን በቲ ኣፕ ክትሪኦም ትኽእል ኢኻ እንታይ ዓይነት እ፣ ትምህርቲ ይወስዱ ኣለዉ መምህሮም እንታይ ትብሎም ኣላ እሶም እንታይ ገብሩ ኣለዉ ክትሪኦም ትኽእል ኢኻ ናትን እዚ ኖርማል እዩ ቀሊል ነገር እዩ ሕጂ እዚ ሕብረተሰብና ክመሃር ጥራሕ እዩ ዘለዎ ብዛዕባ ጳውሎስ እዚ ቆልዓ እዚ ወድና እግዚኣብሄር ባዕሉ መቸም ጽቡቕ የስምዓና ኢኻ ትብል ኣብ ኤሮጳ እንታይ ይግበር እንታይ ይስራሕ ግደፍ ቆልዓ ዓበይቲ ከተረፈ እዮም ጭወዩ ዓበይቲ ደቂ 19 ዓመት ደቂ ደቂ 20 ዓመት እዮም ድጭወያ ድጭወዩ እዚ ዝነበረን ዘሎን እዩ ፋክት እዩ እዚ ሓቂ እዩ ስለምንታይ እያ እዚኣ ጉዳይ ከምዚ ኮይና እ፣ ሕጂ ንዛረበላ ዘለና ኣነ ብዛዕባ ፖሊስ ብዛዕባ ጀርመን ክኸስስ ኣይደልን እየ ብዛዕባ ህዝቢ ጀርመን ብጣዕሚ እየ ደመስግኖም ንዓና ከማን ሞይትና ከለናስ ኣብ ሳንዱቕ ኣብ ገዛ እትዮም የንብሩና ኣለዉ ሕጂ እዚ ራሲዝም ናህና ኣዝዩ ኣዝዩ ዝ- ዝኸፍአ እዩ ምክንያቱ ኣብዚኣ ሓንቲ ፖይንት ክህበካ ደሊ ካፕተን ኣብዚ ቲክቶክ ኦቨር 2000 ፒፕል ብዛዕባ እዚ ቆልዓ ይዛረቡ ኣብ ዩቱብ ከመርእስቲ መዓልታዊ ከመርእስቲ ኣብ ኩለን ዩቱባት ይወርድ እዚ ንምንታይ እዩ ቢዝነስ ክንደይ ሰብ ይርእየልና ኣሎ ምሸት ክንደይ ሰብ ክሊክ ይገብር ክንደይ ሰብ ሳብስክራይብ ይገብር እዚ ፅራሕ ንቶም ድምፂ ክኾኑሉ ዝደልዩ ከማይኸ እዎ ሕጂ ነቶም ድምፂ ክኾኑ ዝደልዩ ሰላማዊ ሰልፊ ንግበር ይብለካ ሓደ ንመን ኢኻ ሰላማዊ ሰልፊ ክትገብር ኣንጻር መን ሕጂ ቅድም ፖሊስ ማለት ናቱ ሴክረት ኣሰራርሓ ኣለዎ ናይ ሴኩሪቲ ኣሰራርሓ ኣለዎ ንዓኻ ከማን ኣይረገረካን እዩ እንታይ ክገብር እዩ ናበይ ወተሃደር ኢኻ ስኻ ካፕተን እንታይ ክገብር እዩ ናበይ ክኸይድ እዩ ፕላን ኤ ፕላን ቢ ኢሉ ድሕንፅፆም ጉዳያት ኣለዉ ኣባውት ትሪ ሃንድረድ ሶልጀርስ እዮም ኣዋፊሮም ሕጂ ኣቦይ ግርማይ ትሪ ሃንድረድ ብኩሉ ሶልጀርስ ኣኽብሮት ሓንሳብ ሕቶ ሕቶ ሕቶ ንዓኻ ሕቶ ንዓኻ
ኣራይ ሓደ እቲ ኩሉ ትብሎ ዘለኻ ይቕበሎ እንደ ግን ስካንደል እንድሕር መፅኡ ኸኒ ንኣብነት ቺፍ ኦፍ ፖሊስ ሓላፊ ናይ ፖሊስ ገለ ምስ ይብድል ንዓኹ ሓብኡ ኢሎም ኩሉ ሕሕ ይብል እቲ ስቲ ኣብ ዩኤስኤ ሓደ ግዜ ነቲ ሓላፊ ኣብ ላዕሊ ዘሎ ነገራት ክሕልዉ ኢሎም ስካንዶ ክሕልዉ ኢሎም ብዙሕ እዮም ዝፅዕሩ ኣብዚ ኣለዎ ኣብዚ ኣለዎ ከምዚ ማያንሃ ንረኽቦ ኣለና ኣብሉኻ ውሽጢ ካልእ ስራሕ ቆልዓይ ጠፊኡ ቆልዓ ጠፊኡ ኦሮማይ እቲ ሓቂ ነቨር ኣይትፈልጦን ኢና ከምዚታት ግን ትግምት ዶ እዋ ሕጂ እንታይ መሲልኩ ኣብ ኣብዚ ንነብረሉ ዘለና ዓለም ብዙሕ ዓይነት እ፣ ገበናት ኣለዉ እ፣ ዋላ እ፣ ዓበይቲ ዶካትር ኣብ ውሽጢ ሆስፒታል ሕሙም ካብ ሕሙማት እ፣ ሳምሲን ዝወስዱ ኣለዉ ኦፐሬሽን ገይሮም ከም ስርዓት ሞባይል ሰርጀሪ ኣሎ ሞባይል ሰርጀሪ ኣብ ማኪና ኮይኖም ኩሉ ዘድልዮም ልቢ ዲ ኩሊት ገለ ወሲዶም ነቲ ሰብ ነቲ ሬሳ ይጉሕፍዎ እዚ ቢዝነስ እዩ ኣብ ዓለም ደሎ እዩ ነዚ እንድሕር ደይንፈልጥ ኮይና ኣብዚ ዓለም የለናን ማለት እዩ ግን እቲ ሓንቲ ክንገብራ ዘለና ኢሚዲትሊ ከምዚ ክስማዕ ከሎ ኣክንዲ ኣብ ዮቱብ ኣክንዲ ኣብ ቲክቶክ ኣብ ገለ እቲ ኣብቲ ከባቢ ዘሎ ኮሚኒቲ ሓቢሩ ክወፍር ክኽእል ኣለዎ ሓቢሩ ፀቕጢ ክገብር ኣለዎ ንሕና ግን ኣይገበርናን ዘይገበርናስ ነቶም ዝገብሩ ዘለዉ ክንከሶም ኣይንኽእልን ኢና ኣብ ቲክቶክ የለናን ካፒተን የለናን ሕጂ ኣብ ቲክቶክ መፂኻ ብዛዕባ ሴኩሪቲ ብዛዕባ ፖሊስ ብዛዕባ ቤት ትምህርቲ ገለ ክትዛረብ ሃለው ኣበይ ነርካ ፋይቭ ሚኒትስ ተሪፍኒ ኣሎ ኣቦይ ግርማይ ነዚኦም ይሕዋት ዋን ሚኒት ኢች ክህቦም እየ ክወርደ ግን ሓንቲ ቁም ነገር ካብዚ ላይቭ ክንወፅእ ኦር ክንወስድ እንታይ ክገብር እየ እዚኣ ፕሮሚስ ክኣትወልካ እየ ትራክን ዲቫይስ ዝበሃል ኣሎ ኣብቲ ናይ ሳንጣ ድዩ ዝበሃል ናይ ቆልዓ ከተላግቦ ት- ትኽእል ሞልጎም ዝመስል ሞልጎም ድዩ ዝበሃል ሞልጎም የስ የስ Yes. ዝመስል ትራኪንግ ዲቫይስ እዚኣ ኢንቨስቲጌት ገረ ከምፃልኩም እየ ንደቅኹም ጣዕ ተብልሎም ኣብቲ ባክፓክ ብቴሌፎናትኩም ከዓ ኣበይ ትረኽቦም ገለመለ እዚኣ ቪድዮ ዝሰርሓልኩም እየ ያ ክንምሃር ኣሎ፣ ኣለና ኣሎ። ማለት እዩ። እወ እታ ፅቡቅ ቴሌፎን ግን እታ ናይ ቴሌፎን ከምዛ ዝበልካያ ካፕተን እ፣ ሓደ ኣፕ ኣሎ ተውርዶ ሕጂ ነቲ ቆልዓ ኣብ ድላይካ ዋላ ኣብ ኮስትምኡ ክትገብረሉ ትኽእል ኢኻ። ግደፎ እሞ ኣብ ሞልጎም ኣብ ቀረባ ሞልጎም ጃኬት ከውጽኦ ስለ ዝኽእል ኣብቲ ናይ ውሽጢ ስረ ኮስትሞ ናቱ ኣብኡ ክትገብረሉ ትኽእል ኢኻ። ምኽንያቱ ንዓ ወዲ ሸ ግን እቲ ጸገም ዘሎስ መዓልቲ መዓልቲ ትዝ- ስለ ክትቅይሮ ኣለካ ኣብቲ ባክፓክ ምናልባት ይሓይሽ ናይ ናይ ናይ ኖርማል እዩ ኖርማል ኣላ ክንዲ ሞልጎም እያ ካብቲ ትኸውን ዋን ሚኒት ዶ ክንዛረብ ነዊሕ እዩ ሕጂ ኣው ኣሎ ኣው ብዙሕ ሲስተም ኣብዚ ሕጂ ዘለናዮ ቴክኖሎጂ ሲ መዓት ዓይነት ናይ እ፣ መ- መቆፃፀሪ ሲስተም ኣሎ ስለዚ ብዛዕባኡ ሰርች ጌርኩም ነዘን ኣዴታት ንዓና ነዞም ኣቦታት ንገለ ክምህረና ዝኽእል ንሕጂ ካብ ብሕጂ ክንጥንቀቐሎም ንኽእል ነገራት እንተዝመሃር ዝሕብረተሰብ እሱ ይብል ኣነ የቐኔለይ

መሰሉ ኣብ ቤት ትምህርቲ እንታይ ክሓትት ኣለዎ ኩሉስ ክፈልጥ ክኽእል ኣለዎ። ሕጂሲ ምዝራብ ሕማቕ ነገር ኣይኮነን። እዚ ቆልዓ ኣጋጢምዎ ደሎ ብጣዕሚ ሕማቕ ነገር እዩ እንደገና ከዓ ነቲኣ ወላዲቱ ነቶም ወለዱ እንታይ ቃላት ከፀናንዖ ምኽእል ኣይፈልጥኒ ግን እግዚኣብሔር በቃ እንድዒ ኣምላኽሲ ብተኣምራቱ ገለ ጥዑም ነገር የስማዕና ካልእ ነገር ግን ኣብ ድኾነ ዝኾነ ስፔሻል ኒድ ቆልዓ ስፔሻሊ ኻኣ ኢንተር ኣክት ደይገብር ናን ቨርቫል ድኾነ ቆልዓ እንድሕር ኮይኑ ግን ንናቱ ውሕስነት እቲ ንመርጸሉ ቦታ ንውላድካስ በቃ ትህቦም እንዲኻ ደለኻ እዝስ እዚ ቆልዓዝስ ካልኣይ ገዝኡ እዩ እቲ ቤት ትምህርቲ። ከምኡ ስለ ዝኾነ እቲ ንመርጸሉ ቦታ እቲ ቤት ትምህርቲ ሴፍ ክኸውን ኣለዎ። ዝኾነ ይኹን ነገር እንድሕር ርኢና ግን ኣብ ውላድና ወይ ኣይፈተዎን ወይ ኣብቲ ናቱ ብሄቨር ተቐይሩ ወይ ገለ እዚኦም ቆልዑት እዚኦም ድሌቶም ብልክዕ ድዛረቡ ስለ ደይኮነ ግን ድኾነ ባዕልና ሪሰርች ክንገብር ኣለና እዚ ቦታ ሴቭ ድዩ ንዕኡ ኢልና ማለት እዩ ካልኣይ ካፒ ቅድሚ ሕጂ ኣብ ሆላንድ ከምዚ ዓይነት ነገር ኣብ ቤት ትምህርቲ ኣጋጢሙ ነይሩ እዩ ኦኬ ሓደ ጽሉል ፔዶፊል ብክንደይ ሪሰርች እዩ ተረኺቡ። ስለዚሲ ንቤት ትምህርቲ ምውቃስ ኣይከኣልን እዩ፣ ገለ ይከኣልን እዩ ገለመለ ኢልኩም ሰብ ኣይትዓፍኑ። ቤት ትምህርቲ ካልኣይ ገዛ ናይ ቆልዑት እዩ። እቲ ቤት ትምህርቲ ሪሰርች ክግበር ኣለዎ። ሴፍቲ ፕሌስ ድዩ ነቶም ቆልዑት ኣይኮነን። That's it። ያ ኦከይ ሰላም ያ ኦከይ ሰላም ኦከይ ጎ ሄድ